ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናል ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። ክብራት ኣሕዋተይ ናይ ሎማዓንቲ ቪድዮ ዝኸውን ከዓኒ ደቂ ዓበይቲ ወይ ማዓረይ ሓዋላ ክትሕውሉ ከለኹም ወይ ከዓኒ ሓዋላ ማለት ብፀሊም ዕዳጋ ትሕውሉ ኣሕዋተይ ብሰብ ጌርክን ትሕውላ ተጠንቀቃ ማለት ኩላትና ቅድሚኣ እንጂና ንህቦት ገንዘብ ኣነ ካብ ባዕለይ ጀሚሩ ዋላ ሓንቲ መዓልቲ ቅድሚኣ ገንዘበይ ልኢኾም ለይፈልጡ መጀመርያ ታክሲ ባዕልቶም ታክሲ እኒሀዎም ባዕልቶም መፂኦም ትቐርሺ ይውሓድ ይብዛሕ ይወስድዎ እሞ ካብኡ ከዓኒ እቲ ገንዘብ ምስ ወሰድዎ እዮም ዝሕውሉለይ ግን እግዚኣብሔር ይመስገን ከይዋዕለ ከይሓደረ እዮም ዝሕውልዎ ወዲያው ማለት እዩ ግን ደሞ እተተኻኢሉ ተተኻኢሉ ቅድሚኣ ገንዘብና ክሕውልዎ እሞ ካብኡ ከኣ እስኻትኩም ምእታዉ ቸክ ምስ ገበርኩም እቲ ገንዘብኩም ተትህዎም ይምረጽ ምክንያቱም ንስኻትኩም ናብ የትመይ ትኸዱ ንዕኡ ግን ዘይክትረኽብዎ ዘይክትሕዝዎ ትኽእሉ እግዚኣብሔር ንቀደመ ይግበርካ እዩ ማለት እዩ እና ጥንቃቀ ግበሩ ሓንቲ ሓፍትና ዓሰርተ ሸውዓተ ሽሕ ድርሃም ሕሰብዎ ዓሰርተ ሸውዓተ ሽሕ ድርሃም ማለት ንዓኣ ናይ ዓመትን ፈረቃን እዩ ዝከውን ዘሎ ከቢድ እዩ ደቂ ዓበይቲ ዋይ ረእይዎ እቲ ኮሜንት። እና ክብራት ኣሕዋተይ ኮምዚ ኢላ ክትጽሕፍ ዝሓፍትና ጽሒፋ እኒሃ ሰላም ዝሓፍተይ ዓሰርተ ሸውዓተ ሽሕ ድርሃም ሓውለለይ ኢለ ሂበዮስ ኣካውንትይ ብመንግስቲ ተዓጽዩ ኢልኒ እይ ኢልኒ ይብለኒ ኣሎ እሞ ዝተዓጸወ ዝተዓጸዎ ዝተዓጸዮም ትፈልጢ እንተኮንኪባ ንገርኒ ዊና ሓፍተይ ማርያምን እውነት እየ ዝብለኩም ኣነስ በእውነት ብጣዕሚ እየ ሓዚና እውነት ሓፍተይ መዓረይ ዓሰርተ ሸውዓተ ሽሕ እ፣ ድርሃም ሓሲኮ ዲ- ሓሲኩሞ ዲኹም ድርሃም ብናይ ዱባይ እዩ ዱባይ እያ ኒያ ዝሓፍትና ኣይኮነን ዶ ዓሰርተ ሸውዓተ ሽሕ ድርሃምሲ ተሽሒ ሸውዓተ ይባዕላ ዋላ እታ ሸውዓተ ሚእቲ ቅርሺ ባዕላሲ እታ ሸውዓተ ሚእቲ ድርሃም ባዕሉሲ እንድዒ ኣነስ ኩሉለ ከምዚ ከማይ ምርር ኢልዎ ይከውን ስደት ብቻ ብጣዕሚ እዩ ከቢድ እግዚኣብሔር ኣምላክ ልቦኑ እንዶ በእውነት ናይ ብሓቂ ድዩ ተበሊዑ ወይ ተበልዐ ሓደ ፈጣሪ እዩ ዝፈልጦ ዓሰርተ ሸውዓተ ሽሕ ድርሃም ብጣዕሚ እዩ ከቢድ እንድዒ ኣነ እንታይ ኢለ እየ ክዛረብ ከማን ብምንታይ ቃል እየ ከጽናዕንዓ ዝሓፍተይ እንድዒ ንባዕለይ ጨኒቐኒ እኒሆ ማለት እዩ እና ክብራት ኣሕዋተይ ቤዛኻትክን ተጠንቀቓ ሓደ ክነግረክን ዓሰርተ ሸውዓተ ሽሕ ድርሃም ካብ መዓዝ እዩ ብሓደ ግዜ ትሕውሎ እስኻትክን ከዓያሹ ዲኸን ቢያነስ ተበዚሓን ተበዚሓ ተበዚሓ ብበዝሒ ተሓዊለስ ሸርፊ ክውስኸለ እዩ ኢልክን እኳ ተሓሲብክን እዚ ካብ ሰለስተ እስካብ ሓሙሽተ ሽሕ ትኸውን ኣለዋ ክነግረኩም ሰለስተ ሽሕ እና ሓሙሽተ ሽሕ ዓሰርተ ሽሕ ልዕሊኡ ዝሕወል ብሓደ ዓይነት ዋጋ ኣዮም ዝሕውልዎ ተበዚሓ ሰለስተ ሽሕ ሎማዓንቲ ሰለስተ ሽሕ ወርሒ ጸኒሕክን ሰለስተ ሽሕ ሜስክን ወርሒ ጸኒሕክን ሰለስተ ሽሕ ናግበርካ ኢምበይ ዓሰርተ ሸውዓተ ሽሕ ናይ ናይ ክንዲ ዓመት ርሂጽክን ረሃጽክን ጥበብ ኢልክንሲ ከመይ ጌርክን ን ሕገወጥ እኮ ኢያ ሓዋላ እዛ ሓፍትና እዚኣስ ናብ መን ትኸስስ እስኪ ንገራኒ ናብ ማንም ኣይትኸስሲ ማንም ኣይሰምዓይ ማንም በቃ ማንም ኣይሰማዕ ምክንያቱም ሕገ ወጥ እያ ይኸው መንግስቲ ዓፂኒ ኢሉ ንሳ እውን መንግስቲ ክትጠይቕ ኣይትኽእልን ንሱ እውን መንግስቲ ክትጠይቕ ኣይኽእል እንዶ ሓቂ መንግስቲ እንድሕር ዳ ዓፅዎ ኮይኑ ካብኡ ከዓኒ ኣነ ዝፈልጦ ናይ ሓቂ ድዩ መንግስቲ ዓፂዎም ወይ ከዓ መንግስቲ ወሪስዎም ትብል ዘላ ኣነስ ካብ ዘለ መዓንቲ መንግስቲ ብዝሃቦ ቃል ማለት እዩ ምርመራ ይግበረሎ እቶም ብዝሒ ገንዘብ ከመሓላልፉ ዝተገነዩ ሰባት ልዕሊ ሚእቲ ገለን ይኾኑ እዮም ምርመራ ይግበረሉ እዩ እምበይ ተወሪስዎም ወሪስናሎም ኣይንህቦምን ኣይበለን መንግስቲ ይምርመረሉ እዩ ተባሂሉ ግን ብድሕሪኡ መጨረሻ እበ እዩ ኣይተኸታተልክዎን ክብረት ኣሕዋተይ እና ሕዚ እውን ናይዚ ሓዋሊኺ ፎቶና ፎተና ብቻ ድሃዩ ወደበ እዩ ምናምን እንድሕር ትፈልጥዮ ኮንኪ ናብ ሶሻል ሚድያ ኣሪብኪ ገንዘብኪ ንኸመልሰልኪ ግበሪ ከመይ ገይሩ እዩ ዓሰርተ ሸውዓተ ሽሕ ድርሃም ሒዙ ዝኸይድ በፍፁም ተኣምር እ፣ ክ- ማለት እቲ መንግስቲ ከምዚ ወረሰኸ እንታይ እንታይ መረጋገፂ እኒሄዎ መርትዕ እኒሄዎ ድዮ ሙሉ መርሶ ሒዙል ክመፅእ ኣለዎ ማለት እዩ ዓሰርተ ሸውዓተ ሽሕ ድርሃም ንዓይ ኩንትራት እናሰራሕኹ ናይ ዓመትን ሓሙሽተ ወርሕን እዩ ክብራት ኣሕዋተይ ናብዚ ዓዲ እዚ ክትመፃ ከለክን ንክልተ ዓመት ኮንትራት እያ እና ዓመትን ሓሙሽተ ወርሕን ዝሰራሕክንኦ ገንዘብ ብሓንቲ ፀሓይ ክትብላዓ ክትውረሳ ከለክን እዋ እንድዒ ኣይኮነን ዶ ንቲ በዓል ዋናሲ ንዓይ ይፈልጣ ይጥይቃ እንኳንሲ ከመይ ገይሩ ሕምም ኣቢልኒ እውነት ኣነ መዳም ደሞዝ ቆሪፃትፈኒ ከላ ወይ መዳም ክትከል ደሞዝ ትከልእኒ ከላ ከመይ ድየ ዝቃፀሎ ባዕለይ ዝፈልጦ ውሽጠይ ይፈልጦ ማለት እዩ እና እና ልክዕ ከምዚ ከማየ እየ ዝሪኦ ኩሉ ሰብ እና በይዛካትክን ሓደራ ዓሰርተ ሸውዓተ ሽሕ ርያል ዓሰርተ ሸውዓተ ሽሕ ድርሃም ዝኣክል ካብ ኣጠራቀምክን ብሓደ ግዜ ይተሓውልኦ ዋእ ሕጋዊ ብባንኪ ተዝከውን ነይሩ እሺ ሓደ ምሕዋሩ ይቀመጠለይ ስራሕ ክሰርሐሉ ኢልካ ብባንኪ ትሕውሎ ጸሊም ዕዳጋ እዩ ዝፈልጦ ይጥይቆኦ ወኣነ ኮላ ሽሕ ርያል ልኢካሲ ስካብ ትኣቱ በቃ ልበይ ስቐል እያ ትብል እውነት ሰብ ኢኹም እሞ ብዙሕ ነገር ትሓስቡና በቃ ሓደ ሓደ ግዜስ ኣነ እግዚኣብሔር ይመስገን ቅድሚ ክንደይ ዓመቱ ሲ መጀመርያ መፅኤ ናብ ሰዓዲ ኣብ ሸሞንተ ወርሐይ ኣብ ሸሞንተ ወርሐይ እንታይ ገይርኒ ናይ ሽዱሽተ ወርሒ ምልእሰ ጠራቒሞዮ ኣብ ባንኪ እየ ዘቐምጦ ነይረ እቲ ገንዘብ ካብኡስ ወርሒ ወርሒ ደሞዚ ናብ ባንኪ እዩ ዝኣቱ ካብኡ ኣነ ከዓ ዋላ ሓሙሽተ ሳንቲም ከየውፃእኹ ጠራቂመየን ሽሕ ቅርሺ እያ ናይ ሽዱሽተ ወርሒ ሽዱሽተ ሽሕ ትመፀላ ማለት እዩ ካብኡ እዚ ወዲ ሕጋዊ እዩ ታክሲ ይሰርሕ ወዲ ዓደ እዩ መን ከፋሊጥኒ ሓንቲ ጓል ዓዲ ፋልጣትኒ ብስም ደቂ ሓደ ዓዲ እምበይ ኣይፈልጦም ይጥይቖምን ዋላ ብሃይማኖት እዩ ዋላ ብእግዚኣብሔር ሓደ ይኾነን ካብኡ ከዓ ናይ ሽዱሽተ ወርሒ ሽዱሽተ ሽሕ ሪያል ሂወዮ ሓዊልለይ ሓምሳ ቅርሺ ናይ ታክሲ እውን ኣይኸፈልኩ ወይ ከምዘለታ ሓዊልለይ ማለት እዩ ካብኡ በቃ ጥዑይ እኒሀ ኢለ ናይ ክልተ ወርሒ መይሰ ሽዑስ ዝኾነ ስራሕ ጀሚረዋ ገዛ የሰርሕ ነይረ ካብኡስ ዘን ናይ ክልተ ወርሒ መይሰ ስራሕ ቢለ መይሰ ሓዊለሉ ደግነቱ ከመይ ነይሩ እዘን ናይ ክልተ ወርሒ ክሕውለልኽ ኣለኹ ብባንኪ ትራንስፈር እዩ ገይረሉ መዳመይ ብስልካ ገይራ ትራንስፈር ገይራትሉ ኣነ ከዓኒ ካብ ባንኪ ውፅኤ ሂበያ ተን ክልተ ሽሕ ቅርሺ ማለት እዩ ትራንስፈር ክገብር ከሎ እቲ እቲ ኣካውንቱ ምሳይ እዩ እኒሆ ልኢኸለይ ብዚ ልኣኸለይ ኢልኒ ልኢኽ እቲ ኣካውንቱስ ምሳይ እዩ እኒሆ ማለት ደግነቱ ካብኡ ሰብኣይ ፅባሕ ሎሚ እናበለ ልዕሊ ክልተ ወርሒ ዓፂኒ ኣብ መጨረቱ ተስፋ ቆሪፀ ምናምን ብሎክ ገይርኒ ማለት እዩ ካብኡ በቃ ንዓይ ክልተ ሽሕ ውሕድ ክኸውን ይኽእል ግን ንዓይ ክልተ ሽሕ ናይ ክልተ ወርሒ እዩ ኣይኮነን ዶ ክልተ ወርሕስ ናይ ክልተ መዓልቲ ባዕሉሲ ብጣዕሚ እዩ ዝሕመካ ካብኡ እንታይ ገይሩ ንዓኻትኩም መምህር ክኾነኩም ኢሉ ታሪኸ ዝነግረኩም ዘለኹ ብሎክ መስገርን ተስፋ ቆሪፀ ምናምን በቃ ስቂለ በክየ ነቢዐ መጨረሽታ ይመፅለይ ሓንቲ ጓል ዓደይ ጓል ዓደይ ብጣዕሚ ጎበዝ ጅግና ረረቲ ብጣዕሚ ጥዕምቲ ሓፍተይ ጓል ዓደይ ነይራ እንታይ ይብላሲ ኣነስ ክንዲዚ ቅርሺ ሓውለለይ ኢለየሲ ልዕሊ ክልተ ወርሒ ሳልሳይ ወርሒ ገይሩ እኒሆ እሞ እታ ክገብር ብሎ ገይርኒ ስልኪ ኣይሰርሐለይን ኣነ ደግሞ እቲ ቅርሺ ብጣዕሚ እየ ዝደልዮ ነይረ ይብላ ዋ ዘይትፈልጥዮ ሰብ ተካትገርሂኩ ኢላትኒ ናይ ሽዱሽተ ወርሒ ሓዊልለ እዩ እና ወዲ ዓድዋ እዩ ሐዚ ሰበይ ክረክቦ ይብላ ከመይ ገይረ ክረክቦ እቲ ገንዘበይ ይብላ እሞ ብከመይ ገይርካ ሓዊለ ሂብኩዮ እቲ ቅርሺ ሕጋዊ ድዩ እወ ንስክውን ሕጋወይቲ እከ ስለዚ ከመይ ገይርኪ እቲ ቅርሺ ሂብኩዮ ብባንኪ እየ ትራንስፈርት ገይረሉ ፅቡቅ እማ በለፀ እዚማ ናበይ ከምልጥ ኢላትኒ እንታይ ክትገብሩ የበይ ክትረክብዮ ኢለያ እቲ ትራንስፈር ዝገበርኩሉ ሒሳብ ባንኩ ሃብኒ ኢላትኒ ሂበያ ስልኪ ቁፅሪ እውን ሂበያ ንሳ ድማ ኣብ ዱባይ እያ ነይራ ከምዚ ከማይ ስዑዲ ከይትመስለኩም ኣብ ዱባይ ነይራ ካብኡ ብዋትስኣብ ሃይላቶ ኣይመለሰላይ ብቀጥታ ካርድ መሊኣ ደዊላ ካብ ዱባይ ናብ ስዑዲ ከምዚ ከምዚ ጌርካ ናይ እገለ ገንዘብ ወሲድካ ኢኻ ይኸው ኣካውንትኻ ኣብዚ እኒሆ ሙሉእ ኣድራሻኻ ምሳይ ይኒሀ እዩ ሎማዓንቲ ከይወዓልካ ከይሓደርካ ገንዘባ ትምልሰላ ዲኻ ወይስ ኣይትምልሰላይ ካብኡ ብዙሕ ብዙሕ ነገር ተዛሪባ ዋኢ ኣይ እንድሕርልካ ግን ወይ ናብ እስር ቤትካ ወይ ናብ ዓድኻ እየ ከንጥረካ ኢላቶ ሰበይቱ ማለት እዩ ዝቐልዓ ንሳሲ እንድዒ ሙይተ ጉኒ ዘይርሳዓ ማርያምን ብጣዕሚ ጥዒቲ ሰብ ብስመ ኣም ካብኡ ኸ ትፈልጡ ዲኹም ክብራት ኣሕዋተይ ኣብ ውሽጢ ዕስራን ኣርባዕተን ማርያምን እዩ ዝብለኩም ኢትኣምኑይ ኢትኣምኑይ ሰለስተ ወርሒ ሙሉእ ከርተ ዘበለኒ ኣብ ውሽጢ ዕስራን ኣርባዕተን ሰዓት ኣብ ፍጥጥ ምስ ኣበለቶ ገንዘበይ ልኢኽለይ ሽዑ ክንድዩ ነይሩ ሓዋላ እንተልኩምኒ ሽሕ ርያልሲ ከባቢ ዓሰርተ ሽሕ ዓሰርተ ሓደ ሽሕ ትመፅእ ነይራ ዕስራን ክልተን ሽሕ ዝመፅእስ ዕስራን ሽሕ ሓዊልለይ ክልተ ሽሕ ቀሪቦን ማለት እዩ ካብኡ ከ እታ ዝሓወልካያ ገንዘብ እታ ወረቐት ረሲድ ናባይ ለኣኸለይ ናብኣይ ኮነ ናባይ ለኣኻለይ ንዓኣ ብሎግ ጌርካያ ኢኻ ብሎግ እውን ከይትፈትሖ ናባይ ለኣካ እታ ወረቐት ኢላቶ እታ ወረቐት ናብኣ ልኢኽላ ኣብ ውሽጢ እታ ኣርባዕተ ሰዓት እዩ ዝረክቦ ወይ ሐዚ ለኣካ ወይ ናብ ዓድኻ ወይ ናብ እስር ቤት ካይና ፈራሪሓቶ ኣብ ውሽጢ እታ ኣርባዕተ ሰዓት እዛ ወረቐት ልኢኽላ ንሳ ድማ ናባየ ልኢኻቶ ኣነ ከዓ ንቤተሰበይ ነጊረዮም ካብኡ ከይዶም ቸክ ገይሮምዎ ዕስራ ሽሕ ኣትለይ ይብለኩም ክንዲ ሽሕ ቀሪኒ ክልተ ሽሕ ቅርሺ ብናይ ኢትዮጵያ ቀሪኒ ከምዚ ዲ ገንዘብ ክኢላትኒ ክልተ ሽሕ ይቀሪ ኣሎ ዕስራን ክልተን ሽሕ እዩ ተስማዕሚዐዮ ነይረ ኢለያስ ሓሙሽተ ሳንቲ እውን ኣይቀርያን ፈትዩ ጸሊኡ ሓዘ ክሕውላ እዩ ክነግራ እያ ክነግራ እየ ናትኒ ኣረ ችግር የብሉ ኖኖ ናይ ምንታይ ክልተ ሽሕ እንኮን ዝረኺም ክልክ ኢኺ ዋላ ሓሙሽተ ቅርሺ ስቋርፀኪ ይብሉ ናይ ምንታይ እንታይ ኢሉ ገንዘብ ክኮ እዩ ናብ እስር ቤት ተዘይወርወርክዎ ወይ ከዓ ዓዲ ተዘይንጢረዮ ኢላ እውይ ዝሓፍተይ ማዕረ የቐኒየለይ ንክልተ ሽሕ ክብል ኢለማ ንዕኡ ውን ይጥቅ ናይ ሰብ ገንዘብ ዝጠቕመ ተኾይኑ ይጥቀሙ ሕማቕ ኣይምነየልይ ኳዕቲ ዋና ገንዘይ ተመኒ ተመለሰለይ እምበይ ችግር የብሉን ዝሓፍተይ መዓረይ ክልተ ሽሕ ድሓን በቃ ፍቃደኛ እየ ተጠቒምዎስ ይብላዓዮ ብዚአን ክብል ናብ ዓዱ ክኸደ ይገብርን ብዚአን ክብል ከእሱር ኣይደልይ ተጠቒምዎ ይጥቀሙ ኢለ ክልተ ሽሕ ምክንያቱም ሰለስተ ወርሒ ሙሉእ ኣንቢዕኒ ኣንቢዕኒ በኽየ ክንደይ ማለት እዩ ክልተ ወርሒ ንዓየይ ብዙሕ እዩ ብዙሕ ናረኣኹ እየ ገንዘብ ዘምፀና ከምዚ የጋጢምኒ እና ሲታ ክብለክ እንደልየ እየ ንቲ ትሕውላሉ ሰብ ኢቃማ ወይ ከዓ ከምዚ ሕጋዊ እንድሕር ኮይ ናቱ ኣድራሻ ክትሕዙ ኣለክን ብኣ ጌርክን ተፈራርሖ ኢኽን ወይ ገንዘበ ይመልሰለይ ወይ ከዓ ንሓዲ ኣያ ኢኽን ትብልኦ እና ከምኡ ክትብልኦ ከለኽን ብጠንካራ ብሕጊ ዝፈልጥ ሰብ ክኸውን ኣለዎ ማለት እዩ እና ብቻ ግን ፈጣሪ ንቀደማ ይግበርካ እዩ ክብራት ኣሕዋተይ ፈጣሪ ንቀደማ ይግበርካ እስኻትክን ተበዚሓ ብሓደ ግዜ ክትሕውላ ተኾይንክን ድማ ሰለስተ ሽሕ ሓሙሽተ ኣር ሓሙሽተ ሽሕ እውን ብዙሕ እዩ በቃ ሰለስተ ሽሕ ጌርክን ከምታት ናግበርክናን ትሕውላ እምበር ንዘይትፈልጦ ሰብ ዋላ ዒስራ ፍለጡ ወዲ ዓደኽን ይኹንሲ ኢትሃቦ እየ ክብለክን ዝፈቱ ማለት እዩ ደቂ ዓበይቲ ወይ እና ዝሓፍተይ ማዓረይ እዚኣ ከዓ ንንድዒ ፈጣሪ እንዶ ፈጣሪ ሓግዛ ማርያም እንዳይነስ ዝብሎ ስኢነ እውነት በቃ ልበይ ብጣዕሚ እንትን ኢለ ማለት እዩና እግዚኣብሔር ኣምላኽ ዘይሓስወቶ ጥዑም ብስራት የስማዓያ ንሱ እውን ሓቂ ንድሕር ተታሒዝዎ ኮይኑ ገንዘቡ ፈጣሪ ገንዘቡ ይመልሰሉ እሞ ብፍላይ ንዛ ምስኪነይቲ ሓፍተይ ማለት እዩ ገንዘባ ይመልሰላ ፈጣሪ እናማ ኣምላኽ ባዕላ ተሓግዛ እዚ ምንም ክብላ ይኽእልይ እውነት ግን ፈጣሪ በቃ ፈጣሪ ይሓግዝ ኣይክል ዝፈቱ ኩሉ ናይ ፈጣሪ ሓያል ፈጣሪ እዩ እሞ ሓፍቲ ናተይ ፈጣሪ ይጽንዕኺ፣ ፈጣሪ ገንዘብኪ ይመልሰልኪ፣ ጸሎት ግበሪ፣ እግዚኣብሔር ሰኣ ነገር የለይ፣ ኣይሰረቅኩይ ሰሪሕ ክነሓዝኪ ጥበብ ቤት ዘምጻኽዮ ገንዘብ እዩ እሞ ፈጣሪ ሕሊፎ እየሃበልኪ እየ ክብለኪ ዝፈቱ ሓፍቲ ናተይ እና ክብራት ኣሕዋተይ ተጠንቀቃ ከምታ ዝበልኩኽን እያ ዋላ ሰላሳ ሽሕ ርያል ይሃልኽን ካብ ክልተ ሽሕ ሳብ ሰለስተ ሽሕ ናግበርክን ሓውሎ እየ ክብለክን ዝፈቱ እና ደቂ ዓበይቲ ወይ ማዓረይ ናይ ሎማዓንቲ ቪድዮ እዚኣ ትመስል ነይራ ተጠንቀቑ ንምባል እዩ ሰሰናዩ ብጣዕሚ እየ ዝፈትወኩም ባይ ባይ ንዛ ሓፍትና ደሞ ትገብሮም ኣማራፂታት ኣብ ኮሜንት ፀሓፉላ ማለት እዩ